ከበሮ እቲ ዓሻ ከበሮ ጉርሒ ዘይንታዩ ርእሱ እናዘበጠ የእዊ ስቕ ኢሉ። ብላዕልን ብታሕትን ከምኡ እናደሰቕዎ መላእ ኣካላቱ እናቐጥቀጥዎ ድምፁ ተዘየስምዕ ኣውያቱ ተዝሓብኦ ነቲ ዝተወጠረ ርእሱ መን መሃረ ገጣሚ ዘይተፈልጠ ትርጉም መምህር መኮንን ተስፋይ ደርቢ ደርቢ ዘይብለይ ኮይነ ዝድርበ መዓዝ እንተ ዘይደርበኹ ደርቢ መዓዝ ዘይክእል ኮይነ ዝድርበን ኣዳራብያን ዝፈልጠለይ መርሲ ካብ ደርቢ ዘለዎ ደርቢ ካብ ድርብራብ ተደርቤ እንዴ ደርቢ ኮይነ ደርቢ ደኣ ክብሎ ዘይኮነስ ክኾኖ ኣነ እንድየ እምኒ እንተተደርበኹ ዝድርበ ኮይነ እንተደርበኹ ደርቢ እንድየ ዝስከም ኣነ ሰማይ ዝጠቅስ ድርባይን ምድርባይን ኣዋህሊለ ኣይንታየን እዩ ጾታ ዘለዎ ደርቢ ካብ ደርቢ ኣነ ስለ ዝዓቢ። ደርቢ ዝብሉኒ ኣይደርበይትን ተደርበይትን ደረብትን ድሩባትን ደርበውትን ድርቡያትን ኣነ እንድየ ደርቢ ሓዱሽ ሰርቢ ኣነ እንድየ ደርቢ እንተዋላ እንተዋል ድቢት እንተ ትሕቲ ምድሪ ደርቢ እፈልጥ እያ ዝድርበ እፈልጥ እያ ድርባይ እፈልጥ እያ ኣነ ብዓቐን ክድርቢ ዓቐን ዘለዎ ደርቢ ደልየ እምበር ደርቢ ዶ ኣይኮንኩን ክትሕት ደልየ እምበር እፈልጥ እየ ንመን ከም ዝድርቢ እኽእል እውን እየ ደርቢ ገጣሚ እቲ ሓደ ደርቢ ኣብ ቀብሪ ትጸማም ኣቦ ባዓል ዕብዱ እቲ ጸማም ሞይቱ እቱካ ብዝሒ ደቁ ዝፈልጦ ድምጾም ዘይሰምዖ ዓለም ኣርኪባቶ ፍልሖ ንክበልዖ ኑሱ ሞይቱ ከየማኸሮም ከይዱ ሞት ናይቲ ጸማም ካብቲ ፍሉይነቱ ካብቲ ሞቱ ኣላይ ስድራ ከየፍረየ ምሟቱ እዩ ኣብቲ ቀብሩ ምስ መን ገዲፍካና ተባሂሉ ኩሉ ንብዓት ኣጽሪሩ ትንፋስ ንዘይመልሱ ንብዓቶም ኣፍሰሱ ብፍላይ ብኽያት ናይ ወላዲት ኒኽኒኽታ ምስ ኣውያት ንብዓት ናይቶም ቆልዑ ከብዲ ሰብ በሊዑ ሽዑ ሓደ ዓብቦ ግርምኦም ሽበት ዝኸበቦ ጻዕዳ ጭራ ነስነስ እናበሉ ከምዚ በሉ ኣይትብከዩ እንታይ ትንብዑ ከሎ ዘይሰምዐ ዶ ምስ ሞተ ሰሚዑ ብ ገጣሚ መለስ ንጉሰ። ክሰክር'የ ብዘይ መስተ ብዘይ ስዋ ረቂቕ ክምስክር'የ ክዛረብ'የ ሓቂ። ሰኽራም ካብ ኮነ ናይ ልቡ ዝዛረብ ሕምይ ካብ ዝውዕል ተሓቢኤ ካብ ሰብ ክምስክር እየ ናይ ውሽጠይ ክድሕድሖ ምስ ዓጽመ ስጋይ ሓሳበይ ፍልሖ ከይበልኩ ብገጣሚ ረብ ሞሃ ሎምስ ግልጽ ኢሉ ቆጸራ ዝሃቦም ቆጺሮም ከይመልሱ፣ ህድማ ካብ ባሕሪ መጉስዕ እናመለሱ፣ ማሕላ ከይኣክል ብመትሎ መታሉ፣ ዘርኢ ላዕሊ ታሕቲ ቁልቁል እናብቆሉ፣ ካብ ዕዱም ከይተርፉ፣ እናተኣንፈፉ ማይ ጨባ ከይገድፉ፣ ዕዱም ምስ ተረፈ ንሱ ኣብ መልሕቑ፣ ዙርያ እናደገመ ኣብ ዘይክሕዶኣሉ ነገር ምስ የዔመ ኩሉስ ለሚምዎ መልሲ ስኢኑሉ ግዜ ገሪምዎ ሎምስ ግልጽልጽ ኢሉ። ገጣሚ መምር ተኽለ ተኸስተ። ብዛንታ ምዉታት ቀኒኤ። ኣብቲ ውቁጥ ስሉም መቓብር፣ ልዕሊ ኣስከሬን ህያው ሰብ ነበር፣ ካብቲ ጭር ዝበለ ጽምጽም ጽምዋ፣ ጽሑፍ ነቢበ በዓል ጥዑም-ጽምዋ። ጽልኢ ዘይፈልጥ ንኹሉ ዘፍቅር፣ ንሃብታም ንድኻ ብሓደ ዘኽብር፣ ሕያዋይ ለጋስ ዘይነበሮ ሃገር። ምሉእ ዘይጉዱል ሃብታም በዓል ጸጋ። ኩሉ ምስክሩ ብመንፈስ ብስጋ። ኣዳም ስለ ዝኾነ ሓመድ ለቢሱ። እምበር ንሱስ ነይፈልጥ ኣቢሱ። ታሪኹ ዝነብር ስግኡ በስቢሱ። ሻቡ ብዛንትኦም ቀኒኤ ጀመርኩ ምስትንታን። እዞም ሰብ ትንፋስ ተንቃሳቐስቲ ህያዋን። ዘይንመስል ግዳ ኹም ኩሎም ምዉታን ኩሉ ወዲ ኣዳም ክጥዕሞ ምእንታን ብ ገጣሚ በየነ ሰመረ። ሰብ ራእይ ኣሞ ዝዓለም ዳምዳም ምቅድዳም ወዲ ሰብ ጽሉል ኣፈርኩቡ ዝተባህለ ይመስል ብዓሎቕ ተገቢኡ ንወዲ ኣዲኡ ዲቑ ከጸብቕ ጽቡቑ ከይደቀስ ሓድር ክፋእ ጠጅ ብሽኽትኡ መጸለል ከስዑ ከስዐ ገበል ጥዑም ዘረባ እንዳስምዐ ክፋእ ናይ ውሽጡ ከይረኣ ዓቕላ ጸቢቡዋ ልሳኑ ሓሶቱ ክትፍኑ ዘይንስኻ ምዃን ምውሳእ ዝኽእሎ ተምሳሌት ሓርገጽ ምስ ሰብ እዩ ዘሎ ገጣሚ ፋርሻ ቀባኢ ጸለሎ ዕጥቅኻ ቐለም ምስ በኔሎ ቀለምካ ጐይታ ዅሎም ሕብሪ ነጸብራቕ ቀባሪ ጸሊም ዝጸለሎ ብርሁ ንዝበለ ክልለ ዝድለ ትቐብእ በኔሎ ጠልቂኻ ሕብርኻ ተቐልቅል ሕብርታት ቀቢርካ ዘይትዛነ ግዳ ብጽባቐ ዅሎም ውሉፍ ኮንካ ግና ጠቐር ዘፍትወሉ ምርጫ ቀለምካ ሳዕሪ ክትገብሮ እነኻ ኮለል ትብል ምስ ጥልቁ ይበንየሎ ኣንታ ሓንቲ ሕብሩ ጥበብ ዝጎደሎ ክንደይ ከትኽእሎ ትቕብኣ ጸለሎ ብገጣሚ የማን ሃይለ ኣቕጹልቲ ቐውዒ ንፋስ የላህሞም ምሸሸብ ይብል ኣእጋር ይዕምጥሮም ዘዘል ይብል ሓርነቶም ከይሃቡ ንንፋስ ሸባቢ ጽባቄኦም ከየጥፍኡ ብረጋጽ እግሪ ጽድያ ዳግማይ ክውለዱ ምዃኖም ስለ ዝኣምኑ ብሰንጣቒ ክምስታ ንዓለም እናፍዘዙ ጽባቐ ገዲፎም ንጽባቐ'ዮም ዝሞቱ። ብገጣሚ ጸጋይ መሓሪ ተመርዖ።